እዛ ኣርእስትና ደላ እንታይ እንተ ተባሂሉ ካልኣይ ጢሞጢዎስ ምዕራፍ ኣርባዕተ ካብ ሓደ ጀሚረ ከንብቦ እየ ኣብ ቅድሚ ኣምላኽን ኣብ ቅድሚቲ ንህያዋንን ንምዉታንን ክፈርድ ዘለዎ ክርስቶስ የሱስ ብምጽኣቱ ብመንግስቱ ከምዚ ዝስዕብ ክትገብር እምሓጽነካ ኣለኹ ብኹሉ ዓቕሊ ነቲ ቃል እናመሃርካ፣ ብእዋን ራህዋን ብእዋን ጸበባን ትጋህ፣ ኣረድእ፣ ገስጽ፣ ምኸር። ከመይ ኣእዛኖም ኣስሓይዎም ደኣ እምበር፣ ነቲ ዝሰምዕዎ ዝትምነይዎ ነገር፣ ዝነግርዎም መምሃራን ክእክቡ እምበር፣ ነቲ ሓቂ ዝኾነ ትምህርቲ ዘይሰምዑላ ዘመን ክትመጽእ እያ። እወ ኣእዛኖም ካብ ሓቂ ዓጽዮም ናብ ጽውጽዋይ ከድህቡ ኢዮም። ንስኻ ግና ንገዛእ ርእስኻ ተጠንቀቕ። ብግዜ መከራ ጽገብ። ግብሪ ወንጌላዊ ግበር። ኣጎልጉሎትካ ፈጽም። ኣነስ ድሮ ክስዋእ ቀሪበ ኣለኹ። መዓልቲ ሞተይ በጺሓ ኢያ። ሰናይ ገድሊ ተጋዲለ ኢየ፣ ጉያይ ወዲኤ፣ ነታ እምነት እውን ሓለያ ኢየ። ደጊም እቲ ቅኑዕ ፈራዲ ዝኾነ ጐይታ በታ መዓልቲ እቲኣ ዚህበኒ ኣኽሊል ጽድቂ ተነቢርሊ ኣሎ እሞ፣ እዚ ግና ነቶም ንምግላጹ ሃረር ዝብሉ ኵላቶም ድዮ ደኣ እዩ እምበር፣ ንኣይ ጥራይ ኣይኰነን። ሕጂ እዛ ሓሳብ ወሲድና ደልና ፍቕዲ ሸውዓተ ደለያ እንታይ ትብል? ሰናይ ገድሊ ተጋዲለ፣ ጕያይ ወዲኤ፣ ነታ እምነትውን ሓለያ። ሕጂ እንታይ ኢልና ብቀዳማይ ተዛሪብና ኣይንምሎሶን ኢና ክልተ ዓይነት እምነት ኣለዋ ሓንቲ እታ ኣብ ግብረ ኣብ ሮሜ ደላ እምነት እቲ ድኹም ሓምሊ ይበልዕ እቲ ቡርቱዕ ግና ስጋ ይበልዕ ኢልዎም ደሎ ኣብ ቤት ኣምላኽ ግን ወላ ሓንቲ ፍልልይ የብሎምን እዚኣ ኣብዚኣ ትዛረብ ደላ እምነት ግን እንታይ እያ እንተ ተባሂሉ ካልእ እምነት እያ ንኹላትና ማዕረ ዝኾነት እምነት ተዋሂባትና ነዛ እምነት እዚኣ ንምንታይ ኢና ተጸዊዕና ተተባሂሉ ክነዕብያ ክነጉድላ ዘይኮነስ ክንሕልዋ ጥራይ እያ ተዋሂባትና። ጳውሎስ እንታይ ዝብል ዘሎ ሕጂ ኣብ መወዳእትኡ ነዛ እምነት እዚኣ ኣነ እንታይ ገይረያ እየ ሓለየ እየ። ሕጂ ኢልና ሓደ ክርስትያን ብየሱስ ክርስቶስ ምስ ኣመነ ኩሉ ግዜ ዝኾነ ነገር ገይሩ ክድሕን እዩ ማለት ኣይኮነን ክጠፍእ ይኽእል እዩ። ብምንታይ ግን ድጠፍእ እንተ ተባሂሉ ወንጌል ተነጊርዎ ዝደሓነ ከምኡ ከኣ ነቲ ወንጌል ዝተነግሮ እንተ ክሒድዎ እንታይ ገብር እዩ ይጠፍእ ዛስ ዋይ ቀዳማይ ጢሞቴዎስ ካልኣይ ጢሞቴዎስ ቲቶስ እንታይ ኢና ንብል ዘለና ተጠንቀቕ ብዝብል ኣብዚ መወዳእታ የሱስ ክርስቶስ ካብዚ ምድሪ እዚ ክፍለ ከሎ ጴጥሮስ ጳውሎስ ንጢሞቴዎስ የጠንቅቖ ኣሎ ተጠንቀቕ ስለምንታይ ኣነ ክሳብ መወዳእታ ነታ እምነት እንታይ ገይረ ሓለያ ንስኻ ከዓ ሓልዋ እንተ ዘይተሓሊኻ ግን ክትጠፍእ ትኽእል ኢኻ ሽዑ ካብኡ ገለ ኣብነታት ዝወሰድና ብቀዳማይ እንታይ ነይሩ እንተተባሂሉ ቀዳማይ ጢሞቴዎስ ካብ ኣርባዕተ ክሳብ ሽዱሽተ ዘሎ እንተ ኣተኲርና ርኢናዮ ብዛዕባ ሰለስተ ሓሳብ ይዛረብ ንሱ ከኣ እንታይ ዝብላ እየን እንተተባሂሉ ክነንብበን ካብ ኣርባዕተ ጀሚረ ከንብባ ናብ ጽብጽዋያትን መወዳእታ ናብ ዘይብሉ ቁጽሪ ወለዳትን ከየድህቡ መዓት ነዚ ነገር እዚ ክሳብ ነዚ ነገር እዚ ክትዕ እምበር ናብ እምነት ዝርከብ ናይ ኣምላኽ መደብ ዝጠቅም የብሉን። ናይዚ ትእዛዝዚ ዕላማ ግና ካብ ንህጹህ ልቢ፣ ካብ ጽርይቲ ሕልና፣ ካብ ሓቀኛ እምነት እትርከብ ፍቕሪ እያ። ገሊኦም ሰባት ካብዚ ነገርዚ ዘንቢሎም ናብ ዘረባ ሃተውተው ከይዶም ኢልዎም ኣሎ። ሕጂ እዞም ድጠፍኡ ንብሎም ደለና መጀመርያ ኣጀማምርኦምሲ ካብተን ሰለስተ ሓሳባት እዮም እንታይ ዝገብሩ ዝጠፍኡ። ካብተን ሰለስተ ምስ ጠፍኡ ናይ ዘልኣለም ህይወት የብሎምን ማለት ግን ኣይኮነን ግን እንታይ ጌሮም ኣሎ ኢልና ኣብ ባሕሪ ሰብ እንታይ ኣሎ ምልክት ኣሎ ናበይ ናብቲ ዴስቲኒኻ ዘብጽሓካ ቤት ኣምላኽ ከኣ ዴስቲኒኻ ዘብጽሓካ ምልክት ኣሎ ሓደ ምልክት ናቱ እንታይ እዩ እዚ እዩ እቶም ድጠፍኡ ጀመሩ በዓል ሂሜኒዎስን እስክንድሪዎስን ኢልዎም ዘሎ ሰባት እንታይ እዮም ኮይኖም ተተባሂሎም ዘንቢሎም ካብ ካብዘን ሰለስተ ተዛሪብዎን ዘሎ ሓሳባት ካብአን ዘንቢሎም እንዳቆጸሉ እንተኸይዶም ደስቲኒ ናቶም እንታይ ተባሂሉ ናይ ዘለኣምልለም ህይወት ዘይኮነስ ጥፍኣት እዩ። እዞም ሰባት እዚኦም ከ ኣመንቲ ኣይነበሩን ክንብል ኣይንኽእልን ኢና። ኣመንቲ እዮም። ስለምንታይ እንተባሂሉ ካብቲ ሓቂ ዘንቢሎም ይብለና ስለ ዘሎ ኦረዲ ኣብ ሓቂ ዝነበሩ ሰባት እዮም። ኦኬ ካልኣይቲ እታ ዓባይ ዝኾነት ናታ ምልክት ከ እንታይ እንተተባሂሉ ምዕራፍ ሰለስተ ዘላ ፍቕዲ ዓሰርተ ሓሙሽተ ጀሚርና ንብባ ዓሰርተ ሓሙሽተን ዓሰርተ ሽዱሽተን እንተ ደንጐኹ ግና፣ ኣብቲ ቤት ኣምላኽ፣ ማለት ኣብቲ ሓቂ ዓንዲ መሰረትን ዝኾነ ቤተ ክርስትያን ህያው ኣምላኽ፣ ከመይ ጌርካ ክትነብር ከም ዝግብኣካ ክትፈልጥ ጽሒፈልካ ኣሎኹ። እወ፣ እቲ ብስጋ እተገልጸ፣ ብመንፈስ ጸደቐ፣ ንመላእኽቲ ተራእየ፣ ኣብ መንጎ ኣህዛብ ተሰብከ፣ ንዓለም ተኣመነ፣ ብኽብሪ ዓረገ ዝብል፣ እምነት ምስጢር ብርግጽ ዓቢ እዩ ኢሉ ተዛሪቡወን ኣሎ። ኣብ ቤት ኣምላኽ ካብዘን ክልቲኤን እዚኤን ሉዝ እንተ ጌርካ እንታይ ትገብር? ናይ ዘልኣለም ህይወት ዋላ ብጎይታ ከተቐቢልካ ክትጠፍእ ኢኻ። ኣጣፋፍኣ ግን ክንብሎ ኮለና ሳርፕራይዝ ዝገብረካ ኣጣፋፍኣ ኣይኮነን። እዚ ትምህርትስ ንዕርዩ ምስ ሰጠመ ምስ ሰጠመ ኢኻ ንክርስቶስ ክሳብ ምኽሓድ እዮም ዝበጽሑ። ከምቲ ብእምነት ብየሱስ ክርስቶስ ንየሱስ ክርስቶስ ኣሚነ እየ ዝበሉስ ከምኡ እናበሉ እዮም ቀስቀስ እንዳበሉ ኣብ ጥፍኣት ዝበፅሑ ደኣ እምበር ሓደ ሰብ ናይ ሓንቲ መዓልቲ ጌጋ ወይ ናይ ክልተ መዓልቲ ጌጋ ዘምፅኦ ጥፍኣት ኣይኮናን ንዛረብ ዘለና። ኣብ ዝተጋግየ ንየሱስ ክርስቶስ ክሳብ ንሓጢኣተይ ኣይሞተን ኢሎም ዝጠፍኡ ዝኾኑ ሰባት እዮም ዝኾኑ። ሕጂ ከምዚ ፍርሕ ወይ ከዓ ብሓደ መዓልቲ ድመፅእ ገሌናስ ደሰንብድ ኣይኮነን። ትምህርቱስ ኣዝዩ ተቐየረ እንዳተቐየሩ እንዳተቐየሩ ናብ ጥፍኣት ዝኸዱ ሰባት ኢና ንዛረብ ዘለና ካብዚ ኩሉ ነገር ክሕልወና ዝኽእል ኢሉ ንጢሞቴዎስ ዝመዓዶ ግን ሓደ ነገር ሚዒድዎ ኣሎ እንታይ ኢልዎ ንስኻ ግና ናብቲ ቃል ኣምላኽ እንታይ ግበር ፎካስ ግበር ኣቐልብ ናብቲ ምንታይ ናብቲ ሃዋርያት መሰረቱ ዝኾኑ ናብቲ ትምህርቲ ሃዋርያ ዝተባሃለስ ናብኡ እንታይ ግበር መሲልካ ኣፅኒዕኻ ሓዞ ከይትጠፍእ ተጠንቀቕ ነዚኣ ቃል እዚኣ እንተሒዝካያ እንታይ ትገብር ኒኻ ማለት እዩ ወላ ሓደ ነገር ሳርፕራይዝ ዝገብረካ የለን ኣይትጠፍእን ኢኻ ኣብ ቤት ኣምላኽ ንመዋእል እካ ትነብር ሽዑ እኳ ዋሕ ገለ ገለ ሓሳብ ክጠፍእ ዝኽእል ከመይ ንላ ክንዛረብ ኮልና ብቀዳማይ እንታይ ኢልና ሓደ ክርስትያን ኮይኑ እንተ ደቂሱ ዝደቀሰ ክርስትያን እንተኮይኑ ናበይ ከም ዝኸይድ ኣይፈልጥን እዩ ዝሓደጋ ንዑ እንታይ እንተተባሂሉ ኦረዲ ኣብ ውሽጢ ከሎ ሰጢምዎ እዩ ሓቂ ክፈልጥ ኣይክእል፣ ሓሶት ክፈርድ ኣይክእል፣ ብዛዕባ ገዛእ ርእሱ ጥራይ ዘይኮነስ በዛዕባ ነታ ሓቂ ዝኾነት ወንጌል እውን ክካታዕ ዝኽእል ዘይክእል ዓይነት ሰብ እዩ ዝኸውን ኢልና ተዛሪብና። ሕጂ ብቀዳማይ ካብ ሓደ ክሳብ ሽዱሽተ ኢልና ኔርና። ሎማዓንቲ ግን ካብ ሽዱሽት ሸውዓተን ሸሞንተን ኢና ክንዛራረበለን። ሸውዓተን ሸሞንተን ሸውዓተን ሸሞንተን እንታይ ኢሉ እዩ ዝዝምር? ኦኬ ኣብዛ ፍቕዲ ሸውዓተ ዘላ ከምዚ ትብል፣ እዛ ምዕራፍ ሂብናያ ደለና ሳምሪ ጽሒፋትና ደላ። ካብታ እምነት ናይ ምውጻእ ኢልዎ ወይ ድማ ምልጋስ እንታይ ኣለዎ? ዓቢ ሓደጋ ኣለዎ። ካበይ? ካብታ ትምህርቲ ሃዋርያ ዝተባህለት ትምህርቲ ካብኣ ምውጻእሲ ዓቢ ሓደጋ ኣለዎ። ኦኬ ሎማዕንቲ ነንብቦ መጽሓፍ ኣየን ይመስልኩም? ቀዳማይ ጢሞቴዎስ ምዕራፍ ኣርባዕተ ካብ ሓደ ክሳዕ ዓሰርተ ሽዱሽተ ኩላ ክነንብባ ኢና። ካብኡ ደሎ ሓሳብ ሽዑ ክንሪኦ ኢና ሓደጉ እንታይ ምዃኑ ክጅምር ከሎ ከምዚ ኢሉ ዞም በቲ ዳሕራይ ዘመን ግና ገሊኦም ኢሎም ነቲ እምነት ክሒዶም ንመናፍስቲ ስሕተትን ንምህሮ ኣጋንንትን ከም ዝስዕቡ እቲ መንፈስ ብጉህዶ ይብል ኣሎ ብግብዝና እቶም ሕልንኦም ከም ብምዓለም እተዓለመ ሓሶት ዝዛረቡ ሰባት ፍቅዲ ሰለስተ መውስቦ እናኸልከሉ ነታ እምነት ሓቂ ነቶም እምነት ሓቂ ዚፈልጡ ብምስጋና ኪቕበልዎ ኢሉ ኣምላኽ ዝፈጠሮም ብልዒ ሰብን ኪሓርምዎ ይእዝዙ ኣለዉ ኢልዎም። እቲ ፍልጠት ኣምላኽ ብዘሎ፣ እቲ ፍጥረት ኣምላኽ ብዘሎ ጽቡቕ እዩ እሞ ብምስጋና እንተ ተቐቢልካዮ በቲ ቃል ኣምላኽን ጸሎትን ዚቕደስ ስለ ዝኾነ ገለ እኳ ዚድርበ የብሉን። ነቶም ኣሕዋት እዚ ነገር እዚ ኣርእዮም። ቃል ኣምላኽ እቲ ተኣሚንካ ዝሰዓብካዮ ጽቡቕ ምህሮን እተመገበ ሕያዋይ ኣገልጋሊ ኢየሱስ ክርስቶስ ክትከውን ኢኻ። ግናኸ ንነገር ቅለትን ንዕላል ኣንስትን ካባኻ ኣርሕቆ፣ ንርእስኻ ግና ኣምልኾ ኣልምዳ። እቲ ስጋዊ ምልማድ ንቕሩብ ነገር እዩ ዝጠቅም፣ ኣምልኾ ግና ንኹሉ ይጠቅም። ነዛ ሕጂ ዘላ ህይወትን ነዚኣ እትመጽእን ተስፋ ኣለዎም። እዚ ቃል እዚ እሙን እዩ፣ ምቕባሉ ብኹሉ ግቡእ እዩ። በዚ ንኹሉ ሰብ ምዳና ንኣመንቲ ዘድሕን ህያው ኣምላኽ ተስፋ ስለ ዝገበርና ኢና እንጽዕርን እንዓይን ዘለና። እዚ ኣዝዝን መሃርን ነቶም ኣመንቲ ብቃል በካይዳ ብፍቅሪ ብእምነት ብንጽህና ኣርኣያ ኩኖም እምበር ነታ ንእስነትካ ሓደ እኳ ኣይንዓቃ ኣነ ክሳብ ዝመጽእ ካብ ምንባብን ምምዓድን ምምሃርን ኣቅልብ ነቲ ብትንቢት ብምንባር ኢድ ሽማግለታት እተዋህበካ ኣባኻ ዘሎ ውህበት ጸጋ ኣምላኽ ዕሽሽ ኣይትበሎም እዚ ኣጸቢቕካ ሕሰብ እናወሰካ ትኸይድ ከም ዘለኻ ኣብ ኩሉ ምእንቲ ክግለጽሲ ነዚ ነገር እዚ ብምሉእ ርእስኻ ወፊ ንርእስኻን ንትምህርትኻን ተጠንቀቕ በዚ ነገር እዚ ጽናዕ እዚ እንተገበርካ ንርእስኻን ነቶም ዝሰምዑኻን ክተድሕን ኢኻ እዚኣ እና ኣንቢብና ኣለና ምዕራፍ ኣርባዕተ ቀዳማይ ጢሞቴዎስ ካብ ሓደ ክሳብ ሽዱሽተ ሕጂ ኣብዚ ኣተኲሩ ዝዛረብ ዘሎ ኣብ ፍቕዲ ሓደ ብዛዕባ እንታይ እንተ ተባሂሉ እዞም ዝዛረበሎም ዘሎ መንፈስ ቅዱስ እዩ ከምዚ ዝብል ዘሎ ሰብ ኣይኮነን ዝዛረብ ዘሎ ዝብሎም ዘሎ እንታይ ዝብሎም ዘሎ እቲ ሓደጋሲ መን ይፈሊጥዎ መንፈስ ቅዱስ ይፈሊጥዎ ሕጂ ሓደ መጺስ ሓደ ብክርስቶስ የሱስ ኣማን እንደኾነ ክጠፍእ ኣይክእልን እንተኢሉስ መንፈስ ቅዱስ ኣብዚ ክጅምር ከሎ እንታይ ዝብል ዘሎ መንፈስ ቅዱስ ከም ዝብል ኣሎ እንታይ ከም ድኹም ዝጠፍኡ ሰባት ከም ዘለዉ ንምንታይ ዝስዕቡ ንትምህርቲ ኣጋንንቲ ዝስዕቡ ሰባት ከም ዘለዉ ኢሉ ተዛሪቦም ኣሎ ጳውሎስ እዚ ቀንዲ ጸገሙ ንጢሞቴዎስ ዝምዕዶ ዘሎ እቲ ሓደጋ ዝመጽእ ካብ ወጻኢ ቤት ኣምላኽ ዘይኮነ ካብ ቤት ኣምላኽ እዩ ዝፍጠር እዩ ዝብሎ ዘሎ። ሓደጋ ኣምጺኦም ቤት ኣምላኽ ምስ መጻኹም ሲ ክሰጉኹም እዮም ኣይኮነን ድብል ዘሎ ወይ ዲ ኣምኑ መጺኦም ገለ ነገር ክገብርኹም እዮም ኣይኮነ ኖ ኖ መጽሓፍ ቅዱስ ዝፈልጡ ሰባት ሲ ነቲ ቃል ኣምላኽ ብልክዕ መቒሎም ስለ ዘይከኣልዎስ ንትምህርቲ ኣጋንንቲ ክስዕቡ እዮም ከጥፍኡኹም እዮም እዩ ዝብል ዘሎ ሕጂ እዚ ትምህርትና ፎኳሱ እንታይ እንተተባሂሉ ሰብ ኣብዚ ሓደ ሓደ ግዜ ስለ ንመጽእ ጓሶት ማሕበር ድጓሲኻ ኣብ ሰሙን ኣርባዕተ ግዜ ሰለስተ ግዜ እዮም ዝፈልጡኻ ዩቲብ ኢኻ ትኸይድ ንመን ዩቲብ ኢኻ ትሰምዕ እዚ ፎካስና ጃብ ቤት ኣምላኽ ኩሉ ኣማኒ እንዲልካ ናይ ኩሉ ሰብ ቃል እንተሰሚዕ ኢኻ ኣብ ክትዕን ኣብ ሃተውተውን እንተውዒልካ ክጠፊ ኢኻ ሕጂ ብልብኻሲ ዋላ ጽቡቕ ድተማሃርካያ መጺኻ ምስዞም ጋሶት ማሕበር ኮንካስ ከምዝን ከምዝን ተማሂረ ኢልካ እንተ ነጊርካዮም ከማን ገር ሃሰብ እንተ ኮንካ ብጣዕሚ ክትድሕን ኢኻ ሕማቕ ዘሎ ነገር ክንጽሉልካ እዮም ከውጽልካ እዮም ስቕ ኢልካ እንተ ዓጊትካ ዓጊትካያ ግን ሓደ መዓልቲ ነቕ ደይትብል ሰብ ክትከውን ኢኻ ኦኬ ክንጅምሮ ጢሞቴዎስ ኣብ ምዕራፍ ኣርባዕተ እቲ ዝያዳ ጐሊሑ ዘሎ ክፍሊ እዩ። ብዛዕባ እንታይ? ብዛዕባ ትምህርቲ ኣጋንንቲ ዝብል ብዛዕባ ምቁዋም ካብ ቤት ኣምላኽ ዝመጽእሲ ምዕራፍ ኣርባዕተ እንታይ እዩ? ኣዝዩ ዝገነነ ኣብ ሓድሽ ኪዳን ንረኽቦ ምዕራፍ እዩ። ጳውሎስ ተዛሪብና ኢና። ኦኬ ሕጂ እንታይ ዝብል ዘሎ ክጅምር ከሎ በተን ዳሕረዎት ዘመን ፍቅዲ ሓደ ጥራይ ንረኣያ በተን ዳሕራዊ ዘመን ግና ገሊኦም እምነቶም ክሒዶም ንመናፍስቲ ስሕተትን ንምህሩ ኣጋንንትን ከም ዝስዕቡ እቲ መንፈስ ኢሎ ብግህዶ ይብል ኣሎ እዞም ዝስዕቡስ እንታይ እዮም ኣመንቲ ዝነበሩ ንከምዚ ነገር ከም ዝስዕቡ ሲ መንፈስ ቅዱስ ብግህዶ ይዛረብ ኣሎ ኦኬ ብግብዝና እቶም ሕልንኦም ከም ብመዓለም እተዓለመ ሓሶት ዝዛረቡ ሰባት መውስቦ እናኸልከሉ፣ እቶም ኣመንቲ እቶም ኣመንትን ሓቂ ዝፈልጡን ብምስጋና ክቕበልዎ ኢሉ ኣምላኽ ዝፈጠሮ ብልዒን ሰብ ዝሓርሙ፣ ይእዝዙን ኣለዉ ኢሎም። ፍቅዲ ኣርባዕተን ሓሙሽተን እቲ ፍጥረት ኣምላኽ ብዘሎ ጽቡቕ እዩ እሞ ብምስጋና እንተ ተቐቢልካዮ በቲ ቃል ኣምላኽን ጸሎትን ዝቕደስ ስለ ዝኾነ ገለ እኳ ዝድርበ የብሉን። ቀዳማይ ጢሞቴዎስ ምዕራፍ ኣርባዕተ ካብ ሓደ ክሳብ ሓሙሽተ እቲ ጳውሎስ ዘገርም ኣገላልጻ ጀሚርዎ ዘሎ ብምንታይ እዩ ተባሂሉ ኣብቲ ዳሕራይ ዘመንሲ ነታ እምነት፣ ነታ እምነት ክብል ከሎ ሃይማኖቶም ድጎድፉ ሰባት ኣይኮነን፣ ብዛዕባ ሃይማኖት ኣይዛረብን ዘሎ፣ ወይ ብዛዕባ ገለ ጉጅለ ኣይኮነን ድዛረብ ዘሎ፣ ገለ ጉጅለ ኔሮምሲ ካብዚ ጉጅለ ገዲፎሞ ይወጹ ኣይኮነን ድብል ዘሎ፣ ፎካስ ናቱ እንታይ እያ ንጢሞጢዎስ ድዛረቦ ዘሎ እንተተባሂሉ ብዛዕባ እምነት እዩ። ካብዛ እምነት ዝገድፍዋ ኣለው እዩ ዝብል ዘሎ ደኣ እምበረ ካብ ገለ ሃይማኖት ናብ ገለ ሃይማኖት ይቕይሩ ኣይኮነን ዝብል ዘሎ ኣብዛ ኣብዛ ዘለናዮ ሰፈር ዋላ ክኸውን ይኽእል ጴንጠኮስታል ክኸውን ይኽእል ዋላ ካልእ ሃይማኖት ክኸውን ይኽእል ኣብዛ ዘለዋ ኮይኖም ጳውሎስ በዛረቦ ዘሎ ግን በታ ናይ እምነት ናይ መጽሓፍ ቅዱስ ካብዛ ናይ መጽሓፍ ቅዱስ እምነት ምሳኻ ኮፍ ኢሎም ከለዉ ስብላና ኣሎ ናብ ካልእ እምነት ዝኸዱ ኣለዉ ነታ እምነት እንታይ ዝገብርዋ ዝኽሕድዋ እምነት እንታይ እያ እምነት እታ ብሃዋርያት ዝመጸት ትምህርቲ እዛ ትምህርቲ ናይ ሃዋርያት ኣየነይቲ ትምህርቲ እያ ንየሱስ ክርስቶስ እዚ ሰብ እዚ ትምህርቲ እስካበይ ረኺብዎ ኢልዎም ምስ ሓተትዎ ትምህርተይሲ ካብቲ ዝለኣኸኒ ኢሉ ናይ ኣቦ ኢልዋ እዛ ትምህርቲ ምንጫ ኣቦ እዩ ብድሕሪኡ ትምህርቲ ክርስቶስ ተባሂላ እታ ትምህርቲ ክርስቶስ ከዓ የሱስ ክርስቶስ ከዓ እንታይ ኢልዎም ዝመሃርኩኹም ዘበለ ኩሉ ንደቂ መዛሙርቲ እንታይ ኢልዎም እናመሃርኩም ኢሎም እዛ ትምህርቲ እዚኣ እንታይ ተባሂላ ትምህርቲ ሃዋርያት ተባሂላ ብቐዳማይ ክንገልጻ ከለና እታ ቤተክርስትያንሲ ህይወት ኣለዋ፣ ከም ሓደ ሰብ ገይሩ ጳውሎስ ኣቐሚጥዋ። እዚ ህይወታ ካበይ ዝመንጨወ እዩ እዚ ህይወታ እንተ ተባሂሉ ካብቲ ትምህርቲ ሃዋርያት ዝመንጨወ እዩ ህይወታ። ካብቲ ትምህርቲ ሃዋርያት እንተ ወጺኣ እታ ህይወት ኣለዋ ንብላ ዘለና ማሕበር ህይወት የብላን። ሕጂ እዛ እምነት እንታይ እያ እንተ ተባሂሉ ካበይ ዝመስረትት እያ? ብዛዕባ እግዝኣብሄር ዘለካ ፍልጠት፣ ብዛዕባ ክርስቶስ ዘለካ ፍልጠት፣ ብዛዕባ ኣደሓሕናኻ ክትፈልጥ ኣለካ፣ ብዛዕባ ህይወት ህዝቢ ኣምላኽ ክትፈልጥ ከለኻ፣ ሓድሽ ኪዳን ብዛዕበን እዩ ዝዛረብ፣ ብዛዕባ እዚኤን እዚኤንሲ ጽቡቕ ጌርካ ክትፈልጥ ከለኻ እንታይ ኣለካ? እምነት ናይ መጽሓፍ ቅዱስ እምነት ተሰሪትካ ኣለኻ ኣብ ሃዋርያት። ብዛዕባ መንግስቲ ኣምላኽ ምጽኣቱ ኣብዚ ክንጠቕሶ ኢና፣ ብዛዕባ ምጽኣቱ ከመይ ገይሮም ዝገምጠልዎ ሰባት ከም ዘለዉ ክንሪኦም ኢና። ብዛዕባ እንታይ ክንፈልጥ ኣለና? ብዛዕባ እግዚኣብሄር ንብል ክንፈልጥ ኣለና፣ ብዛዕባ ክርስቶስ ክንፈልጥ ኣለና፣ ብዛዕባ ምድሓንና ክንፈልጥ ኣለና፣ ብዛዕባ መንግስቲ ኣምላኽ ዝበሃል ክንፈልጥ ኣለና፣ ብዛዕባ ህይወት ክርስትና ክንፈልጥ ኣለና። እዚ እዩ እዚ እምነት። እምነት ካብ ዕብራውያን ክዛረባ ከሎ ነቲ ዘይረኣይ ነገር ምርዳእ፣ ነቲ ተስፋ ዝገብረሉካ ነገርካ ርግጽ ጌርካ ምምላስ። እዞም ሰባት እዚኦም እንታይ እዮም ገይሮም ካብቲ ትምህርቲ ወፂኦም ካብታ እምነት ወፂኦም እንታይ ኢሎም እዮም ድምህሩ መሶም ገለ ገለ ጌጋ ናቶም ትምህርትታት ከዓ ኣውጠቂሱ ኣሎ መርዓ ይኹልኩል ኢልዎም ኣሎ መግቢ ይኹልኩል ኢልዎም ኣሎ ውፅኢቱ እዚ ኣብ ሽዑ ዝነበሩ ትምህርትታት ፍልልዮም ማለት እዩ ትማል ጠቂስናዮ ኣለና ብስጋ ክትሓስቦ ከለኻ ንሳቶም ኢስ ራይት ኢኻ ትብል ስለምንታይ መሲልኩም ነቲ ዓብይ ሓሳብ ኣምላኽ ኣብ መጽሓፍ ቅዱስ ብመንፈስ ቅዱስ ዝተጻሕፈ መጽሓፍሲ ንሳቶም ብኣእምሮ ሰብሲ ክልውጥዎ ደልዮም እንታይ ክትገብሩ መሲልኩም ሞር መንፈሳውያን ክኾኑሲ ኖኖ ንኣምላኽ ክተኽብሮስ ክትምርዓው የብልካን ብስጋ ክትሓስቦ ከለኻ ሓቆም እኳ እዮም ገለ ትብል ሕጂ ሞር መንፈሳዊ ክኸውን ድደሊ መን መሲልኩም እቲ ሓሳዊ መምህር ብኣእምሮኻ ክትሓስቦ ከለኻ ራይት እዩ ደብለካ እሱ ልክዓሉ ኢኻ ትብል ስለምንታይ ልዕሊ ኣምላኽ እተጣበበ ኮይኑ ይስምዓና፣ ኣምላኽ ግን ክንምርሓሉ ኢሉ ዝሃበና ቃል እዚኣ እያ። ገሊኦም ከኣ ብልዒ ይኹልኩሉ ኢልዎም ኣሎ ከኣ ብታሕቲ ምሽ ርኢና ኣለና። ኣምላኽሲ ብቃል ኣምላኽን ብጸሎትን ኩሉ ይቕደስ እዩ፣ ንሳቶም ግና እንታይ ይገብሩ ኢልዎም ብልዒ ንሰባት ይኹልኩሉ። ሕጂ ሰብሲ መታን ክትቅደስ ክስታይ ክትበልዕ ይብልካን ክስታይ ክትበልዕ ይብልካን ኢሎም እንታይ ገብሩልካ ንኣእምሮኻስ ኣዝዮም ብርቱዓት ዝኾኑ ሸቃጦ ግን ኖርማል ሰባት ኣይኮኑን ብድሕሪኦም መናፍስቲ ኣሎ እንተ ደቂስካ ግን ከሽክዑኻ እዮም ኦኬ እንታይ ኢሉ ኣሎ ኣብዚ ጳውሎስ ብዘገርም ኣገላልፃ ይጅምር ኢልካ ኣብተን ዳሕረዎት ዘመን ገሊኦም ነቲ እምነት ክሒዶም ንመናፍስቲ ስሕተትን ንምትምህርቲ ኣጋንንትን ከዓ ክስዕቡ እዮም ኢሉ ንጢሞቴዎስ ተዛሪቦም እዚ እንታይ እዩ እንተተባሂሉ ዓብዪ መጠንቀቕታ እዩ ተጠንቀቕ እብሎ ኣሎ ስለምንታይ እንተባሂሉ መንፈስ ቅዱስ ብግህዶ ይዛረብ ኣሎ ብቀዳማይ ክንዛረብ ኮልና ዘመን ካብ ምፍላጥ ኣዝዩ ኣገዳስነት ኢልና የለና ምድቃስን ዘመን ካብ ምፍላጥን እቲ ግዜ ምስ ኣኸለ ካብቶም ነታ እምነት ሓልዮማ ዝነበሩ ሰባት እንታይ ከም ዝገብሩ ከም ዝጠፉ ንመን ከም ዝስዕቡ ንኣጋንንቲ ንካልኦት መናፍስቲ ኣውራ ሰብ ፖዚሽን ዝፈቱ ሰብ ኣዝዩ ሓደጋ ኣብ ዝተጠቅዓ እዩ Position ክርስትና ክትመላለስ ከላ you don't need any position you don't need it ከምኡ ትፈቱ እንተኾንካ ክትጠፍእ ኢኻ ጥቀመልካ እዩ ሰይጣን እንታይ እቲ ኢልካ ትሕቲ ኢልካ ምምሃር ኣሜዚንግ ኣሜዚንግ ኣበይ ትረኽቦ ስለምንታይ እንተተባሂሉ መን ሽሙ ከምዚ ከሆነ መን ሽሙ ከምዚ ካልእ ነገር ክትብል ካልእ ክረኽበካ እዩ you don't need ኦኬ ካልኦት እዚ ሓሶት ትምህርቲ ብምንታይ ዝመፅ እንተተባሂሉ ንሓሶት ዘገልግሉ ሰባት ንዝፈቱ ክሕደት ከመይ ይጅምር ክሕደት ክጅመር ከሎስ ብኸመይ ይጅምር ጳውሎስ ነቶም ትምህርቲ ሓሶት ዘምፅኡስ ብሓሶት ብዘሎ ሕልኖኦም ከም መዓለም እተዓለመ ሰባት እዩ ዝመፅ ኢሎም እንታይ ዝኾኑ እቶም መንፈስ ሓሶት መጺኦምሲ ነዞም ሓሶት ዝደልዩ ሰባት ንዖም ረኽብዎም እሶም ከዓ እንታይ ገብሩ እንተተባሂሎም ይጥቆሙሎም ንዖም ንሳቶም ንመናፍስቲ ስሕተትን ንምትምህርቲ ኣጋንንትን ይስዕቡ ኣብቲ ዳሕራይ ዘመን ሓሶት ይልባል ሰባት ካብ ሓቂ ንክርሕቑ ዘስሕቱ መናፍስቲ ሓይልታት ኣለዉ እዚ ተግባር እዚ ኣብ ገነት ኤደን እንታይ ተገይሩ እዩ? ዝተራእየ እዩ። ሰይጣን ከመይ ገይሩ ንሄዋን ከም ዘስሓታ። ሕጂ ሰይጣንስ ሕጂ ኮነ ሳርፕራይዝ ክገብር ይድብል ዘሎ ትምህርቶምስ ሓደ እዩ። ንገነት ኤደን ኣስሒትዋ ዘሰይም ሕጂ እውን እንታይ ክገብር ደልዩ ከስሕት ደልዩ ኣምላኽሲ ካብቲ ዅሉ ኦም ገነት ኣይትብልዑ ኢሉዶ ኣዚዙ? ኢልዋ። ሕጂ እንታይ ገይርዋ ነዛ ሕቶ እንተ ተባሂሉ፣ ዋላ ሓንቲ ደይከውና ዘረባ ኣይተዛረበን። ነዛ ሕቶ ኣምጽእዩ ግን እንተ ተባሂሉ ጥውይውይ ኣቢሉ ኣሽካዕ ኣቢልዋ። ሎሚ እውን ክሕደት ዝጅምር ሰባት ንቕዱስ ጽሑፍ ምእዛዝ ምስ ሓደጉን ካልእ ድምጺ ክሰምዑ ምስ ጀመሩን፣ ሄዋን ዘጋጠማ እንታይ እንተ ተባሂሉ እቲ ኣምላኽ ዝበላ ነገር ምስማዕ ገዲፋ ምእዛዝ ኣብያ ካልእ ድምጺ ናይ ሰይጣን ክትሰምዕ ምስ ጀመረት ውድቀት ሽዑ ጀሚሩ። እዚ ኸኣ እንታይ ይብለና ኣሎ? ሕጂ ኸኣ ከምኡ እዩ። ነዚ ቃል ኣምላኽ ዝብለካ ምእዛዝ ኣቢኻ ካልእ ድምጺ ክትሰምዕ እንተ ደሊኻ ክትጠፍእ ኢኻ ከም መን? ከም ሄዋን። ምልክታት ትምህርቲ ስሕተት ሓንቶይ ጠቒስና ኢና ግን ዋላ ተተደጊሙ ጽቡቕ። ጳውሎስ ንኣብነት ይዛረብ። እግዚኣብሄር ነቶም ንኣመንቲ ንሓቂ ዘለዎምን ብምስጋና ክቕበልዎ ካብ ዝፈጠሮ መግብታት ክሕርሙ ይእዝዙ። ኣበይ ዘሎ ቀዳማይ ጢሞቴዎስ ምዕራፍ ኣርባዕተ ፍቕዲ ሰለስተ ዘሎ እዩም። እዞም መምሃራን እዚኣቶም ኣዝዮም መንፈሳውያን እዮም ዝመስሉ። ግና ንፍጥረት እግዚኣብሄር ነጺጎም ነቲ ጸገምሲ ናይ ርእሶም ክእትዉ ስለ ዝደልዩዮም። እቲ ጸገም ቃል ኣምላኽ ናብ ሰብ ብሕጊ ሰብ ክገብርዎ ስለ ዝደልዩዮም። ነየናይ? ነቲ መጽሓፍ ቅዱስ ኣምላኽ ዝሃቦሲ ናቶም ሕጊ ክስርዕሉ ስለ ዝደለዩ ጸገሞም። ኦኬ ፍጥረት ኣምላኽሲ እንታይ እዩ? ኩሉ ጽቡቕ እዩ። ብምንታይ ብምንታይ ከኣ ይቕደስ እንተ ተባሂሉ ሰብ ሕጊ ጌርልካ ወላ ሓንቲ ነገር ኣይትቕደስን ኢኻ። ሰብ ዝቕደስ ብቓል ኣምላኽን ጸሎትን። ኣብዚ ዝኾነ ዓይነት ሰብኳ ዝኾነ ዓይነት ኮንካ ክትመላለስ ኮለኻ ሰብሲ ከምዚ ስለ ድገበርካ ከምዚ ስለ ድገበርካ ገይሩ ከጨክነካ ወይ ከምዚ ክትገብር ኣለካ ነው ኣብ ጽድቂ ኣየብጽሓካን እዩ ኣብ ቅድስና ኣየብጽሓካን እዩ ቅድስና ዝቕድሰካ ጸሎትን ቃል ኣምላኽን ዝኾነ ዓይነት ልምዲ ይሃልኻ ኣብ ቤት ኣምላኽ ክትመጽእ ከለኻ ክትናገፍ ኢኻ። ቲፎዞ ሰብ ኣይትድለ። ምስ ሽማግለ ስለ ዝተማኸርካ ወይ እሶም ገጾም ስለ ዝመለሱልካ ከምኡ ኣይኮነን። ከተባብዑኻ እዮም እሶም እውን ክትመጽእ ኢኻ ክስልችወካ እዩ ክስልችወካ እዩ ዋላ እሶም ከዓ ሰኸም ክትኮኖም እንዲኻ ከተሰልችዎም ኢኻ። ኣምላኽ ግን እንታይ ይገብረካ እዩ መሲልካ? ብቓል ኣምላኽን ጸሎትን ገይሩ እንታይ ይገብረካ መሲልካ? የናግፈካ። ጽሩይ ሰብ ገብረካ። ስርዓት ሰብ ሓንቲ ነገር ዝጠቅም የብሉን። ንስጋኻ ደኣ ይድንድኖ ደኣ እምበረይ ውጽኢት መንፈሳዊ ነገር ዜሮ። ቃል ኣምላኽን ጸሎትን ግን እንታይ ይገብረካ መስልኩም? ይዕብየካ፣ ይወቅበካ፣ ከመይ ዝበልካ ሰብ ገይሩ ንኸመይ ዝበለ ኣገልግሎት ደው ኣብለካ። ጸሎትን ቃል ኣምላኽን ብኹሉ ነገር ብምንታይ ዝቕደስ ብጸሎትን ቃል ኣምላኽን ኢሉ ጳውሎስ ተዛሪቦም እዞም ካልኦት ግን እንታይ እዮም ተባሂሉ ስርዓት ሰርዑልካ ሕጋጋት ይገብሩልካ ወላ ሓንቲ ነገር ኣብ ንህይወትካ ለውጢ ዘይብሉ ኦኬ እቲ እሙን ኣገልጋሊ ንማሕበር ካብ ክሕደት እንታይ ገብራ እዩ ይሕልዋ እዩ መን ኣገልጋሊ ኣምላኽ እዚ ኩላትና ኣገልገልቲ ኢና እዚ ንመሃሮ ዘለና ንምንታይ እንተ ተባሂሉ መጀመርያ ንርእስና ሽዑ ከዓ ነታ ማሕበር ኣምላኽ እንታይ ክንገብር መታን ክንሕሉ እታ ንሕልዋ እዚኣ ጥራይ ኣይኮነትን ቤት ኣምላኽ ኢልና ክንዛረብ ከለና እቲ ኩሉ ብክርስቶስ ኢየሱስ ዝኣመነ ንሱ ሓንቲ ቤት ኣምላኽ እዩ ኣምላኽ ዝፈልጥ ነዚኣ ኣይኮናን ክንጠማመት ኣብዚኣ ዩቲብ ከይድካ ክትሰምዕ ኮለኻ ኣብኡ ኢሜጅ እንተኾንካ ብርቱዕ ሰብ እንተኾንካ ትልውጥ ትቕይር ካልእ ሰብ ናብ ጥፍኣት ዝኸይድ ኣለኸ ንሕና ጥራይ ኖኖ ካልእ ሰብ ጥፍኣት ኖኖ መንሽሙ ተጋጊ ኣሎ መንሽሙ ንዓ ተመለስ እንታ ኢና ተፀዊዕና ንከምዚ ንማዕዳ ኢና ተፀዊዕና ዘለና ማለት እዩ ኦኬ መን እቲ ኣገልጋሊ ኣምላኽ ነታ ማሕበር ንኸይትወድቕ እንታይ ገብራይ ይከላኸላላ እዩ ካብ ምንታይ ክነንብቦ ኢና ቀዳማይ ጢሞቴዎስ ካብ ምዕራፍ ኣርባዕተ ካብ ሽዱሽተ ጀሚሩ ክሳብ ዓሰርተ ካብ ብዛዕባ እሱ እዩ ዝዛረብ እንታይ ይብል ብሓቂ እተመገበ ጳውሎስ ንጢሞቴዎስ ካብ ክሕደት ምስ ኣጠንቀቖ እሙን ኣገልጋሊ ከመይ ክነብር ከም ዘለዎ እንታይ ገብረሉ ይገልጸሉ ካብ ፍቕዲ ክንደይ ኢና ንዛረብልና ካብ ፍቕዲ ሽዱሽተ ክሳብ ፍቕዲ ዓሰርተ ንጢሞቴዎስ ካብቲ ሕማቕ ምስ ተሓለወስ ከመይ ዝበለ ኣገልጋሊ ክኸውን ከም ዘለዎ፣ ከመይ ገይሩ ነታ ማሕበር ክሕልዋ ከም ዘለዎ ይዛረቦ። ነቶም ኣሕዋት እዚ ነገር እዚ ኣርእዮም። ቃል ኣምላኽን እቲ ተኣሚንካ ዝሰዓብካዮ ጽቡቕ ምህሮን እተመገበ ሕያዋይ ኣገልጋሊ የሱስ ክርስቶስ ክትከውን ኢኻ። ፍቕዲ ሽዱሽተ እሙን ኣገልጋሊ ካብ። ምትብባዕ ንላዕሊ ይገብር። እዚኣ ኣባራብ ደስ ትብለኒ። እሙን ኣገልጋሊ ሲ ካብ ምትብባዕ ንላዕሊ ኣዝዩ ዓቢ ነገር ይገብር። ብዙሓት ሰባት ኣጆኻ ኣጆኻ ኢሎም ጀምር ኢሎምኻ ኣጎልጉሎት ድሕሪ ዓመት ዋላ ክስልችወካ እዩ። ኣምላኽ ግን ካብ ሚእቲ ንሰባት ዶ- ደተባብዑኻስ ኣምላኽ ዝበለካ ይበልጽ ኣምላኽ ዝበለካ ይበልጽ ብምትብባዕ ኣገልጋሊኣ ከይዲ ብምትባዕ እንተኮይና ድሕሪ ዓሰርተ ዓመት ቸርች ትዕፆ እዚ ከማ እንተ ዶንግያ እንተ ቀልጢፍ እንተ ዶንግያ ኣምላኽ እንተፀዊዕካ ግን ኔቨር ቤት ኣምላኽ ኣይፅኑ ቤት ኣምላኽ ስንታይ እንተተባሂሉ ሲ ካብ ሰባት ኣጆኻ ኣጆኻ ኢሎም ዘበግሱኻ ይበልፅ ትምህርቲ ሓሶት ኣብቲ ሓቂ ዕሽሽ ዝተባህለሉ ሰፈር ይዓቢ ኣብ ጳውሎስ ኣብ ዘሎ ትምህርቲ ሓሶት ይዓቢ ይዓቢ ይዓቢ እዩ ትምህርቲ ሓሶት ኣበይ ይዓቢ መሲልኩም ትምህርቲ ሸለል ዝተባህለሉ ቤት ኣምላኽ ኣብኡ ይዓቢ ሽዑ ንርእሱ ጥራይ ኣይኮነን ድጎድእ ነዛ ኩላ ማሕበር ከዓ እንታይ ግብራ ይልክማ የፅፋ ሕጂ ኣሕዋትና ሲ ዋላ ኣነ ከምዚ ኢለ ሚረ ክመፅእ ከሎ ሽማግለታት መፅኦም ዮናታን እንታይ ኢኻ ተዛሪብካ ኢሎም እንተ መርሞርኒ ኣይፅላእን ኣነ ኣይሓዝን እንደ ካልኦት ከምኡ እንተለኹም ግን ኔቨር ስለምንታይ እንተ ባሂሉ ቤት ኣምላኽ ክሕልዋ ዝተባህቡ ሓላፍነት እዮም። እንተ ተጋጊኻ ተጋጊኻ ኣርሙኒ finish ዋይ ቅኑዕ ሰብ እንተ ኾንካ ዘይሃንጽ ንሕዋት እንተ ጌርካ ንምንታይ ደኣ እሞ ሽማግለታት ኢልና መሪጽናዮም ኣምላኽ መሪጾም ንሕና ከኣ ኣፖይንት ጌርናዮም ንምንታይ ዝተፈልየ ትምህርቲ ከይመጽእ ጌጋ ዝኾነ ንቤት ኣምላኽ ዘይከውን ነገር ናብ ካልእ ቅርፂ ዝወስድ ሰባት መታን ከይህልዉ ነዚ ትምህርቲ ይምርምርዎ ዮናታን ንዓና እንታይ ኢኻ ከምዚ ከምዚ ምሂርካ ዚሜዚንግ ባእሲ ይኮነን ኢስ ጉድ ስርሖም ሰሪሖም ዮናታን እዚ ከምዚ ከምዚ ዝበልካ ዓርዮ ኢስ ኢሜዚንግ ይዕርዮ እዚ ናተይ ጥራይ ኩን ክንዛርብ ነፍሲ ወከፍና ስለምንታይ ሽማግለ ክትመርፅ ኮለኻ ንሳክት ኣይኮናን መሪፅናዮም ክመርሑና ናብቲ ሓቂ ዝኾነ ቃል ኣምላኽ ክወስዱና ኢልና ስለ ዝገበርናዮም ዘኾርንወል ሓደ ሰብ የብሉን ዋላ ሓደ ሰብ የብሉን ምምዓት ኣብ ፍቅዲ ምዕራፍ ሓደ ቀዳማይ ጢሞቴዎስ ክንዛረብ ከለና እንታይ ኢልና ደንዛ ዛሪብና ክግስጽ ግና ብምንታይ ብፍቅሪ ንጽቡቅና ኢሎም ንሕብረትና ኢሎም ንሰናይና ኢሎም እንተጎሰጽና ነቨር ንስ ንምንታይ ንፍቅሪ ኢሎም እዮም ንክጽብቀልካ ናይ ዘለኣለም ህይወት መታን ክትረክብ ከይትጠፍእ ናብ ዘይከውን ጽንጽዋይ መታን ከይትከይድ እጅ ብከምዚ ልቢ ንርኣዩ ክብለኩም ደልየ ሽዑ እንታይ ኢልዎም? ንባዶ ጽውጽዋየት ምንጻግ ነቲ ናይ ኣረጊት ኣንስቲ ጽውጽዋየት ዝኾነ ርኹስ ነገር ግና ኣልግሰሉ። ፍቕዲ ሸውዓተ ዘላ ማለት እዩ። ነቲ ናይ ኣረገውቲ ኣንስቲ ጽውጽዋይ ዝኾነ ርኹስ ነገር ግና ኣልግሰሉ። ፍቕዲ ሸውዓተ ንኣምላኽ ክነምልኾ ከለና ነፍሲ ወከፍ ኣከራኻሪ ዝኾነ ሓሳብ ኣብ መጽሓፍ ቅዱስ ክህሉ ይኽእል እዩ እዚ ኣካራኻሪ ዝኾነ መጽሓፍ ቅዱስ ሓደ ሓደ ግዜ ግን ግድነት ዓቢ ነገር እንተደይ ኮይኑ ሸለል ኢልካ ክትሓልፍ ዝግበኣካ መጽሓፍ ኣሎ። ግድነት መልሳ ደይ ተመለሰትለይ ኢልካ ከረው ምባል የለን ከጥፈኣካ እዩ። ገለ ገለ ናብ ሓቂ ናብቲ ናይ እምነት ዘብጽሓካ እንተዘይ ኮይኑ ሸለል ኢልካ ዝሕለፍ ሸለል ኢልካ ሕለፎ። ብድተረፈ እዚኣ ተደይ ገበርካ ኢልካ ክትካታዕ እንተኾንካ ክትጠፍእ ኢኻ። ሓደ ትማሊ ቀዳም ትማሊ ዓርቢ ረኺብኒ። ክርስትያን ንነበረ ድሓን ናቱስ ዕላሉ ግደፎ ድሓን ሕጂ እንታይ ክብለኩም ደልየ መሲልኩም ስለምንታይ ንኣቤል ቀቲልዎ ቃየል ካኣ ሽዑ ምልክት ተገይርሉ ኣቤልን ቃየልን ኣይኮን መጀመርያ ካልኦት ነይሮም ስለምንታይ ምልክት ገይርሉ ናብ ካልእ ፅንፅዋ ይወስደኒ ሕዝኩም ድብለኩም ዘሎ ሕጂ መፅሓፍ ቅዱስ ገለገለ ሸለል ኢልካ እንተደይ ከይድካ ዕላል ኣንስቲ ኣሎ ከጥፋእካ ዝኽእል ኮሽን ማርክ ድሕሪ ክንደይ ኣደንዚዞም ኣደንዚዞም ሲ ንመጽሓፍ ቅዱስ ኮሽን ማርክ ክትገብረሉ ትኽእል ሰባት ደምጹኻ ሰባት ኣለዉ ሕጂ ገለ ገለ ከይተመለስ እንታይ ክትገብሮ ኣለካ ሰጊርካዮ ትኸይድ እቲ ናይ እምነት እቲ ናብ ናይ ዘለኣለም ህይወት ዘውስደካ ኣርባዕተ ሓሙሽተ ግዜ ሽዱሽተ ግዜ ሓደ ጥቕሲ ተደጋጋሚ ርዝነት ዘለዎ ቃል ኣምላኽ እንተኾይኑ ግን ነዚ እንታይ ክትገብሮ ኣለካ ፈትፊትካ ክትፈልጦ ኣለካ ሕጂ እዞም ናይ ሓሶት መምሃራን እንታይ እዮም ዝገብሩ እንተተባሂሉ ኣብ ሓንቲ ጥቕሲ ካብ ኩሉ መጽሓፍ ቅዱስ ዘላ ግን ኣከራኻሪት ዝኾነት እሳ ጥቕሲ ሒዞምሲ ኖኖ በዚኣስ ከምዚኣ ተደይ ኮይና ክልተ ግዜ ሕሰብዎ፣ ሓደ ምኽርስ ብኽልተ ወይ ብሰለስተ ይጸንዕ ኢልዎም ኣሎ። እዚኦም ግን ካልኣይቲ ሳልሰይቲ ትድግፍ ሓሳብ ዘይብሎም ብሓንቲ ጥቕሲ ምጺኦም ኣብኣ ከምዚኣ ተደይ ኮይና ኢሎም ዕኒኒ የብሉኻ እዚ ሙሉእ መጽሓፍ ቁዱስ ዓቢ ሓሳብ ኣምላኽ እንዳ ተዛረበ ከጥፍኣካ እንተ ደልዩ ሰብ ወይ ኣእምሮኻ ክሰርቀካ እንተ ደልዩ ብዘይ ጠቅም እዩ ከጥፍኣካ ዝኽእል ገለ ገለ ሸለል ኢልካዮ ክትሓልፍ ዘለካ ኣብ ቤት ኣምላኽ ኣብ ቃል ኣምላኽ ኣሎ። ሽዑ ካልእ እንታይ ተዛሪብዎ ኣሎ? ፍቕዲ ሸውዓተ ንርእስኻ ኣምልኾ ኣላምዳ። እቲ ንርእስኻ ኣምልኾ ኣላምዳ ማለት ጂምናዝዩም ከምዚ ሰብ ገይሩ ስጉ ዝንፋሕ ስፖርት ዝገብር ጥዕና ዝረክብ መንፈሳዊ ነገር ከዓ እንታይ ግበረሉ ብሎም ኣሎ ጂም ስራሕ መንፈሳዊ ነገር መንፈሳዊ ነገር ንርእስኻ ኣለማምዳ ስለምንታይ ብቛንቃ ግሪኽ ኢሉ ክጽሕፈለይ ከሎ ጂምናዝዩም ምግባር ማለት እዩ። ከምቲ ስጋዊ ጥዕና ዲሲፕሊን ዘሎ መንፈሳዊ ነገር ከኣ እንታይ ክትገብር ኣለካ? ዲሲፕሊን ክትሕዝ ኣለካ። ዲሲፕሊን ዘለዎ ሰብ ንህይወት ኣመንትን ንመንግስቲ ኣምላኽ እንታይ ይገብር? ይጠቅም። ጢሞቴዎስ ብኣብነት ክኸውን ኣለዎ። ሕጂ ጢሞቴዎስ ተዛራባይ ጥራይ ደኮነስ ጢሞቴዎስ ኣብነታዊ ሰብ ክኸውን ኣለዎ። ካብ ፍቅዲ ዓሰርተ ሓደ ክሳብ ፍቅዲ ዓሰርተ ክልተ ጳውሎስ ቀጺሉ ካብ ትምህርቲ ናብ ምንታይ ይኣቱ ናብ ናብራ ወይ ከኣ ባህሪ ሕጂ ንጢሞቴዎስ ምሂርዎ ምሂርዎ ሽዕኡ ባህርያቱኸ እንታይ እዩ ክኸውን ከም ዘለዎኻ እንታይ ገይርዎ ምዒድዎ ካብ ፍቕዲ ዓሰርተ ሓደ ክሳብ ፍቕዲ ዓሰርተ ክልተ ነቶም ኣመንቲ ኢልዎም ብቓል በካይዳ ብፍቕሪ ብእምነት ብንጽህና ኣርኣያ ኩኖም እምበር ነታ ንእስነትካ ሓደ እኳ ኣይንዓቃ ፍቕዲ ዓሰርተ ክልተ እቲ ንትምህርቲ ሓሶት ዝኸውን መፍትሒ እቲ ቅኑዕ ትምህርቲ ጥራይ ኣይኮነን። ካልኣይ ከኣ እንታይ እዩ? ባህርያትካ ከ እዩ። ጥዑይ ትምህርቲ ጥራይ ሒዝካ ባህርያትካ ክፉእ እንተኾይኑ ነቶም ሓሰውቲ መምህራን ዓብዪ ዝኾነ ኣፍደገ ከፊትካሎም። ነቶም ዓቢ ዝኾነ ኣፍደገ ዝደልዩ ዘለዉ ሓሰውቲ መምሃራን ግን ክትዓብሰሉ ትኽእል ቅኑዕ ዝኾነ ትምህርቲ ክህልወካ ኣለዎ፣ ቅኑዕ ዝኾነ ባህርያት ከኣ ክህልወካ ኣለዎ። ሽዑ እንታይ ክትገብሮም ኢኻ? ኣፎም ክተትሕዞም ኢኻ። ንቲቶስ ከምኡ ኢሉ ተዛሪቦ ኣሎ፣ ድሓር ክነንብቦ ኢና። ኣብኡ ሓሙሽተ መዳያት ኣብነታት ንርኢ። እሰን ከኣ እንታይ ኣዘራርባኻ ሓደ ኣማኒ ኾንካ ኣዘራርባኻ እንታይ ክኸውን ኣለዎ? ንክርስቶስ ዝገልጽ ክኸውን ኣለዎ። ካልኣይ፣ ኣካይዳኻ መዓልታዊ ህይወቱ ምስ ቅዱስ ጽሑፍ ሓቂ ተሰማሚዑ ክኸይድ ኣለዎ። ናብራኻ ፍቕሪ ፍቕሪ ሃሊካ ኣብ ሓቂ ጥራይ ደው ድበልካ ሰብ እንተኾንካ እዛ ፍቕሪ እንታይ እዛ ሓቂ ጥራይስ እንታይ ትኾን መሲልካ ንሰብ ትተሮሞ ተጥፍኦ ፍቕሪ እንዳሃለወካ ሓቂ እንዳሃለወካ ኣፍቃሪ ሰብ ከኣ ክትከውን ኣለካ ኣገልጋሊ ኣምላኽ። ካልኣይ እምነት ጢሞቴዎስ ኣብ ኣምላኽ ዘለዎ ትውኩልቲ እምነት ክረኣይ ነይርዎ። ጳውሎስ ኣብ ግብረ ሃዋርያት ንሓንቲ ዓዲ ከይዱ ሰቢኽዎም ምስ ሰበኾም ጳውሎስ ክሰብኽ ከሎ እንታይ ኢልዎም ንሕና ሕጂ ምስ ሞትና ናይ ዘለኣለም ህይወት ኣለና ኢሉ ይሰብኽ እዞም ሰባት ክዕዘቡ ክዕዘቡ ጸኒሖም ሓደ መዓልቲ ማእሰርቲ ክሳብ ዝበጽሕ መከራ ንጳውሎስ በጺሕዎስ ጳውሎስ ነዚ መከራ እንታይ ገይርዎ መሲልኩም ኣብ እሱር ቤት ኣትዩሉ ጳውሎስ ኣብ እሱር ቤት ስለ ዝኣተወሲ ብዙሓት ሰባት ኣመንቲ ኮይኖም ወንጌል ክነግሩ ተቢዖም ብዙሓት ከዓ ነቲ ማእሰርቲ ናይ ጳውሎስ ከዓ እንታይ ገይሮምሉ ኣብ ርእሲ ጭንቀቱ ጭንቀት መታን ክገብርሉ ፍልልይ ዘለዎ ገይሮም ስብከት ክሰብኩ ጀሚሮም እዚ እንታይ ከተኩረልኩም ደልየ ኩሉ ሓሳብ ኣይኮነን ጳውሎስ ብምእሳሩ ነቲ ሓቂ ድብሎ ዝነበረ ብተግባር ብምግባሩስ ብዙሓት ሰባት ኣመንቲ ኮይኖም ሕጂ ሰብ ዘረባኻ ጥራይ ኣይኮነን ዝሪኦ ምስ ሞትና ናይ ዘለኣለም ህይወት ኣለና ክትብል ኮለኻስ መከራ ከበጽሓካ ከሎ ክትሃድም ኮለኻ ክንደይ ሰብ ዝዕዘበካ ሰብ ኣይኮነ ኩሉ ሰብ ይዝዕዘበካ እዚ ሰብ እዚስ ከምዚ ከምዚ ዝብል ነይሩስ ሕጂ ኣብ ከምዚኣ በጺሑስ ከምዚ እዚስ ገንዘብ ኣየንብርን እዩ ይብል ነይሩስ ገንዘብ ምስ ሰኣነ ከምዚ ገይሩ ክሰርቕ ጀሚሩ ክብለካ ከሎ ሰብ ከመይ ገይሩ እዩ እዚ ትምህርቲ ዝምህሮ ክሰምዓካ ጳውሎስ እዚ ትምህርቱ ሓቂ ዝገበሮ እንታይ እንተ ተባሂሉ ንሕና ምስ ሞትና ናይ ዘለኣለም ህይወት ኣለና ሕጂ እንተ ሞትና ወላ ሓንቲ ክብል ጸኒሑ ናብ ሞት ዘውስድ እሱር ቤት ምስ መጽሖ ኣሜን ኢሉ ተቐቢልዎ ናብራ ኦኬ ኦኬ፣ ናብ እምነትና ዘጽንዓና መገዲ እንታይ እዩ እንተተባሂሉ ኣብ ቀዳማይ ጢሞቴዎስ ኣብ እምነትና ከጽንዓና ዝኽእል ቀዳማይ ጢሞቴዎስ ምዕራፍ ኣርባዕተ ፍቕዲ ዓሰርተ ሰለስተ ክሳብ ዓሰርተ ሽዱሽተ ናብ ቅዱሳት እንታይ ግበር ናብተን ቅዱሳት ጽሑፋት ኣቕልብ ካልእ ወላ ሓንቲ ነገር ኣይብለካን እዩ ጳውሎስ ንጢሞቴዎስ እንታይ ኢልዎን ናብተን ቅዱሳት ጽሑፋት ኣቕልብ ክሸክዕ ትኽእል ናብአን ተደይቕሊብካ እዩ ኣነ ክሳብ ዝመጽእ ናብ ምንባብን ምምዓድን ምምሃርን ኣቕልብ። ቃል ኣምላኽ ማእከላይ ክኸውን ኣለዎ፣ ኣብ ምንታይ? ኣብ ማሕበር ኣምላኽ፣ እታ ማሕበር ኣምላኽ ከኣ ሽዑ እንታይ ትኸውን? ጥዕና ዘለዋ ትኸውን። ነቲ ኣባኻ ዘሎ ውህበት ጸጋ ዕሽሽ ኣይትበሎ። ነቲ ብትንቢት ብምንባር ኢድ ሽማግለታት እተዋህበካ ኣባኻ ዘሎ ውህበት ጸጋ ዕሽሽ ኣይትበሎ፣ ፍቕዲ ዓሰርተ ኣርባዕተ ማለት እዩ። ኣምላኽ ንህዝቡ ንምህናጽ እንታይ ይህብ እዩ? ጸጋ ይህብ። ነዚ ጸጋ ዘይጥቀመሉኸ ንኣገልገልትን ንህዝቢ ኣምላኽን የዳኽሞም። ሕጂ ኣምላኽሲ ክትጸናናዕ ኢሉ እንታይ ይገብረካ? ውህበት ንማሕበሩ መታን ክትህነጽ መታን ክዓብዩ ናብ ምስሊ ወዱ የሱስ ክርስቶስ ክመስሉ ውህበት ሂቡ። ካብቶም ኣብኡ ዘለዉ ውህበት ተዋሂቡ ከሎ ሓደ ሰብ ኢዱን እግሩን ብምጥማሩስ እንታይ ይገብር? ንኣገልገልቲ ገለ ቀዳድ ጌርሎም ኣሎ፣ ነቲ ማሕበር ኣምላኽ ገለ ቀዳድ ጌርሉ ኣሎ፣ ናብ ምስልቻው የምጽኦም። ሕጂ ኣምላኽ ዝሃበካ ጸጋሲ ንምንታይ ሂብካ እንተተባሂሉ ንዓኻ ሒዝካዮ ኮፍ ክትብል ዘይኮነ ንማሕበር ኣምላኽ ስለ ዝሃባ ንማሕበር ኣምላኽ ክጥቀመላ እንታይ ክትገብር ኣለካ ዕሽሽ ኣይትበሎ ንዓኻ ንእሽተይ እንተመሰለካ ኣብ ህዝቢ ኣምላኽ መጺኡ ግን ንእሽተይ ዝበሃል የለን ክልተ ቃላት ክኾና ክእላ እየን ኣይትፍራሕ ዝብል ትንቢት ክመጸካ ይኽእል እዩ ንዓኻ ክልተ ፊደል እያ ንህዝቢ ኣምላኽ መጺኡ ግን ገለ ነገር ዝልውጥ እዩ ንቤተሰብ ዝቀያይር እዩ ሕጂ እዚ ኣባኻ ዘሎ ውህበት ኣምላኽ እንታይ ክትገብር የብልካን? ዕሽሽ ክትብሎ የብልካን። ኣምላኽ ዝተዛረቦ ዋዛ ክትርእዮ የብልካን። ንምንታይ? ንኣገልገልቲ ቤት ኣምላኽን ንህዝቢ ኣምላኽን መታን ክተበርትዖም፣ ተስፋ ከይተቑርጾም። ኣርባዕተ ነጥቢ መቸም የብልናን። መንሽሙን መንሽሙን ይንበዩ መንሽሙ ኣይንበዩን እዩ ዝበሃል ነገር የለን። መንሽሙ መንሽሙ ከም ዝገብሩ መንሽሙ ኖ ኖ ኣምላኽ እንተይልካ ትብል ኣብ ቅድሚ ህዝበ ከኣ እንታይ ገብረካይ ኣምላኽ ከኣ ተቀባልነት ክህውበካ እዩ ኣምላኽ እንተ ኢልካ ንመን ኢኻ ትሃንጽ ዘለኻ ንህዝቢ ኣምላኽ ክበር ተበርትዖም ንማሕበር ኣምላኽ ተበርትዕ ንኣገልገልቲ ተበርትዕ ኢስ ኢሜዚንግ ሕጂ ሒዝናዮ እንታይ ክንገብር የብልናን ስቅ ክንብል የብልናን ጽቡቅ ነገር ኣምላኽ ኣባና ዘቀመጦ ጸጋ ኦኬ ሽዑ እዚ ነገር እዚ ግን ስቕ ኢሉ ይኮነን ዝመጽእ ንጢሞቴዎስ እንታይ ኢልዎ ኣሎ ርእስኻ ወፊ እዚ ኣጸቢቕካ ሓሰብ እናወሰካ ትኸይድ ከም ዘለኻ ኣብ ኩሉ ምእንቲ ክግለጽሲ ነዚ ነገር እዚ ብምሉእ ርእስኻ ወፊ ንጢሞቴዎስ ቀዳማይ ጢሞቴዎስ 4 15 ኢና ዘለና እሙን ምዃን ጻዕሪ ይሓትት እዩ ክርስትናስ ምጽእ ኢልካ ጻዕሪ ደይብሉ ነገርሲ ኣይኮነን ዋላ ናይ ጉስነት ኣጎልግሎት ተዋሂብካ እንተ ዘይጽዒርካሉስ ጉስነትሲ ክተገልግል ኣይትኽእልን ኢኻ። ጉስነት ክተገልግል ኮለኻስ ብዛዕባቶም ተጎልግሎምሲ ለይትን መዓልትን እንተ ደይትጽልዮሎም ኣለኻ፣ ቃል ኣምላኽ ክትምህሮም ኢልካ እንተ ዘይትጋደል ኮንካ፣ እንታይ ኢኻ ክትገብረሎም ኢልካ እንተ ደይትፈልጥ ኣለኻሲ እንታይ ክትገብር ኣይትኽእልን ኢኻ። እንተ ዘይጽዒርካ እቲ ኣባኻ ዘሎ ጸጋ ብልክዕ ክግለጽ ኣይክእልን እዩ። ሕጂ እንታይ ኢና ንብለና ኣብ ነብሲ ወከፍና ዘሎ ኣምላኽ ውህበት ሂብና ጸጋ ኣምላኽ ኣለና እንተ ኢልና ነቲ ጸጋ ክነገልግለሉ እንተ ንብላናስ ርእስና ከኣ ክንውፊ ኣለና ግዜ ክንህቦ ኣለና ሽዑ እዚ ኣምላኽ ዝሃበና ሓይሊ ብልክዕ እንታይ ክኸውን ይኽእል እዩ ክግለጽ ይኽእል እዩ ብዘይ ርእስና ምውፋይና ግን እቲ ኣምላኽ ኣባና ዝሓሰቦ ነገር ንኸይግለጽ ግን እንታይ ክገብሮ ይኽእል እዩ ክዓግቶ ክኽእል እዩ ርእስኻ እንታይ ግበር ኢልዎ ወፊ እሙን ምዃን ጻዕሪ ይሓትት። መንፈሳዊ ምዕባይ ብባዕሉ ዝመጽእ ኣይኰነን፣ ወትሩ ብጻውዒት ኣምላኽ ምጽናዕ ይሓትት። ምስ ዝጸውዓካ ኣምላኽ ኣብቲ ዝበሎ ቃል ኣምላኽ ኰንካ እንታይ ክትገብር ኣለካ? ክትዓቢ ኣለካ። ንህይወትካን ንትምህርትኻን ተጠንቀቕ። ንርእስኻን ንትምህርትኻን ተጠንቀቕ፣ ኣብዚ ጽናዕ፣ ከም ከመይሲ ነዚ እንተ ገበርካ፣ ንርእስኻን ነቶም ዝሰምዑኻን ክተድሕን ኢኻ። ፍቕዲ ዓሰርተ ሽዱሽተ ንጢሞቴዎስ እንታይ ትብሎ ደለኹ? ንርእስኻን ንትምህርትኻን ተጠንቀቕ። ንርእስኻን ንትምህርትኻን እንተ ዘይተጠንቂቕካ ከምዞም ዝጠፍኡ ዘለዉ ኢልዎም ኣሎ ፍቕዲ ሓደ ዝጀመርናዮም ከምኡ ክጠፍእ እዩ እንታይ ግን ንብሎ ዘሎ ተጠንቀቕ ንርእስኻ ተጠንቀቕ ንትምህርትኻ ተጠንቀቕ ሽዕኡ ንዓኻን ነቶም ሰምዑኻን ክተድሕኖም ኢኻ። ኣብዚ ኸኣ ብዛዕባ እንታይ ይዛረብ እንተ ተባሂሉ፣ ብዛዕባ ኣገልገልትን ህዝቢ ኣምላኽን ዘሎ ጥብቀትሲ ኣዝዩ ቀረባ ክኸውን ከም ዘለዎ። ኣገልገልቲ ምስኦም ጥቡቕ ዝኾነ ርክብ እንተ ኣለካ፣ ካብ ዝኾነ ሕማቕ ትምህርቲ ትመሃሮ፣ ሕማቕ እንተ ኾይኑ ክእርሙኻ ክእሉ እዮም። ርክብካ ግን ሰንበት ተራኺብና ኣብ ቸርች ሰላም ተባሂልና ጥራይ እንተ ኾይኑ ርክብካ ግን ከይትሸክዕ ሕጂ እንታይ ትብል ዘለኹ ምርኩስ ኣብኦም ጥራይ ተመርኮስ ይኮንኩን ዝብል ዘለኹ ሽማግለታት ዝተመረጹ ክመርሑኻ እዮም ክመርሑኻ ኢልካ እንተተኣማሚንካ ኣብ ቤት ኣምላኽ ክትመላለስ ኮለኻ ዝኾነ ነገር ተማሂርካ ክትመጽእ ኮለኻ ሲ ምስኦም ጽቡቕ ዝኾነ ርክብ ሃሉካ እሞ ከምዚያን ከምዚያን ተማሂረ ከምዝን ከምዝን ይመስለኒ ኢልካ ክትጋላለጽ ኮለኻ ኣብ ሓሶት ድዩ ካብ ክፉእ ድዩ ንሶም ብዙሕ ተመክሮ ስለ ዘለዎም ጸጋ ኣምላኽ ስለ ዘለዎም ነዚ ትምህርቲ ቀልጢፎም ክርድኡልካ እዮም ተጠንቀቕ ክብሉኻ እዮም እስኩም ንባህለ ከምዚ ከምዚ ናይ ገሊኦም ስገዱሎም ወይ ከዓ ገለ ግበሩ ጣዖታት ግበሮም ኣይኮንኩን ድብል ዘለኹ እቲ ኣብኣቶም ዘሎ ጸጋሲ ብቕንዕና ብፅሩይ ልቢ እዚ ድተማሃርካዮ ንገሮ እሞ ቁኑዕ ድዩ ናብ ናይ ዘለኣለም ህይወት ክወስደካ ድዩ ኣይወስደካን እዩሲ ክምዕዱኻ እዮም ክፉእ ሰብ እንተኮይኑ ኣይትንገርዎ ኣነ ነቲ ቁኑዕ ናይ ኣምላኽ ሰብ እየ ዝዛረብ ዘለኹ ምስኡስ ጥቡቕ ዝኾነ ሕብረት ይሃልኹ መታን ክድሕኑ ኣነ ብዚ ቤት ኣምላኽ እዚ ጥራይ ኣይኮንኩ እንድዛረብ ዘለኹ ርእሰይ ኣስፊሕኹም ሓዝዎ ክርስትያን ማለት ብክርስቶስ የሱስ ዝኣመነ ኩሉ ሓውኻ እዩ ዝኾነ ሰብ ክተማኸር ኮለኻስ ቁኑዕ ሰብ ዝኾነ ንኣምላኽ ዝፈርህ ሰብ ቃል ኣምላኽ ቡሱል ዝኾነ ምስኡ ኣማኸር እየ ዝብል ዘለኹ ቤት ኣምላኽሲ ከም ክስታይ ኣይትውሰዶ፣ ከምዚ ሰንበት እመጽእን እዩ ንኽትበሃል ጥራይሲ ኣይትምጻዮ። ምስዞም ኣገልገልትስ ጽቡቕ ዝኾነ ርክብ ይሃልኻ፣ ከይትጠፍእ። ስለምንታይ? ዝተፈላለየ ዓይነት ትምህርቲ እዩ ዘሎ። ካልኣይ ብዛዕባኻ ሓውኻ ክትጽልየልካ ከሎ ካብኡ ዝዓብ በረኸት እውን የለን ውሽጥኻ እንተፈሊጥዎሲ ንሓወ ኢሉ እንተጸልልካ ካብኡ ዝዓብ ምንጋፍ እውን ኣይክትረክብን ኢኻ ከም ቤተሰብ ኣምላኽ ከም ኣሕዋት ኢና ንማኸር ዘለና ኦኬ ናይቲ ዘንበብናዮ መደምደምታ ቀንዲ መልእኽቲ ቀዳማይ ጢሞቴዎስ ምዕራፍ ኣርባዕተ ዘሎ እንታይ እዩ መልእኽቱ እንተተባሂሉ ንፁር እዩ ብዛዕባ ካብ ሕማቕ ትምህርቲ ክናገፍ ክወፅእ ከም ዘለዎ እዩ ተዛሪቡ እቲ ኣብተን ናይ መወዳእታ መዓልታት ንኣመንቲ ዘጋጥሞም ዝዓበየ ሓደጋ ስደት ጥራይ ኣይኮነን። እንታይ ደኣ እንተ ተባሂሉ ካብ ማእከሎም ኣንታይ ተዛሪብና ኢና ጃስ መደምደምታ እየ ዝዛረብ ደለኹ ካብ ማእከሎም ዝወጽኡ ሕማቓት መምሃራንን ንኹፉኣት መናፍስትን ንኣጋንንትን ዝስዕቡ ሰባት ስለ ዘለዉ ካብኦም ክጥንቀቕ እዩ ጳውሎስ ንጢሞቴዎስ ጽሒፍዎ ምዕራፍ ኣርባዕተ መጽሓፍ ቅዱስ ገሊኦም ካብቲ ሃዋርያት ሓቂ ከም ዝምለሱን ንትምህርቲ ስሕተትን ከም ዝስዕቡ የጠንቅቕ። ጢሞቴዎስ እዞም ዝስዕቡ ኽገብር ተኣዚዙ። ቀዳማይ ዝተኣዘዞ እንታይ እንተ ተባሂሉ? ህልውና ክሕደት ኣላሊ ተባሂሉ መጀመርያ ዝተሓተቱ ኣብ ፍቕዲ ኣብ ምዕራፍ 14 ክንዛረብ ኮለና ማለት እዩ እዛ ኩላ ምዕራፍ ህልውና ክሕደት ኣላሊ ካልኣይ ትምህርቲ ሓሶት ኣቃልዓዮ። ሳልሳይ፣ ነቲ ጥዑይ ትምህርቲ ተመገብ። ራብዓይ፣ ንርእስኻ ብፍርሃት ኣምላኽ ኣሰልጥና። ብድሕሪኡ፣ ንኣመንቲ ኣርኣያ ኩን። ንቕዱሳት ጽሑፋት ተወከስ። ንህይወትካን ንትምህርትኻን ሓሉ። ሕጂ እዚ ንዛረቦ ዘለና ንሽማግለታት ጥራይ ኣይኮናን፣ ንኹላትና ኢና ንዛረብ ዘለና። በዝን በዝን ኩላትና እንታይ ኢና? ኣገልገልቲ ኣምላኽ ኢና። እዚኤ እንታይ ክኾነ ኣለዎ ንጢሞቴዎስ ይብሎን ረኣየን ተጠንቀቐለን ኢሉ ኣብዛ ምዕራፍ 14 ዝማዕዶ እዚኤን እየን። እዚ ምዕራፍ እዚ ካብቲ ዝጅምር ገሊኦም ካብ እምነት ክሕድ ክርሕቑ እዮም ቀዳማይ ጢሞቴዎስ ዘሎ ኦኬ እንታይ እያ ትብል ዘላ ክጅምር ኮላ እታ ምዕራፍ ፍቕዲ ሓደ ማለት እዩ ብከምዚ ይጅምር ንርእስኻ ንትምህርትኻን ተጠንቀቕ ኣብኡ ፅናዕ ኢሉ ተዛሪቡ ኣብ ፍቕዲ 16 እንታይ ኢልዎ እቲ ንፅፅር ብፍሉጥ እዩ ተገይሩ ኢሎም ገሊኦም ነዚ ኦኬ ደሓን እዩ ብዛዕባ እንታይ ትዛረብ መሲልኩም ፍቕዲ ሓደ ክትዛረብ ኮላ እዚኦም እዚኦም እዚኦም ተጠንቀቕ ኢልዎ ንፍቕዲ ዓሰር ሽዱሽተ ክዛረብ ኮላ ከዓ ከምዚ ኢሉ ተዛሪቦ ከነንብብ ኣብዚኦም ፍቕዲ ሓደ ክዛረብ ከሎ ኣብተን ዳሕሮት ዘመናት ግና ገሊኣቶም እምነቶም ክሒዶም ንመናፍስቲ ስሕተትን ንትምህርቲ ኣጋንንትን ከም ዝስዕቡ መንፈስ ቅዱስ ብግህዶ ይብላ ኣሎ ኢሉ ፍቕዲ ዓሰርተ ሽዱሽተ ደላ ከኣ ናታ መልሲ እያ ነታ ፍቕዲ ሓደ ደላ ሕቶ ሓቲቱስ ኣብኣ ከሎ ፍቕዲ ዓሰርተ ሽዱሽተ ከኣ መልሲ መሊስዋ እንታይ ኢሉ መሊስዋ ንገዛእ ርእስኻን ነቲ እትህቦ ትምህርትን ተጠንቀቕ ኣብኡ ጸኒዕኻ ንበር ነዚ እንተገበርካ ንርእስኻን ነቶም ዝሰምዑኻን ክተድሕን ኢኻ ሕጂ እዞም ኣብ ፍቕዲ ሓደ ተዛሪብዎም ዘሎ እንታይ ዝገበሩ እዮም እምነቶም ዝኸሓዱ ሰባት ንኣጋንንቲ ዝስዕቡ እንተተባሂሉ ነዚ ቃል ኣምላኽ ኣጽኒዖም ስለ ዘይሓዝዎ እዮም ሕጂ እዚኦም ከምዚ ገይሮም፣ ንስኻ ግና ከምዚኣን ከምዚኣን ግበር። እንታይ ግበር? ንርእስኻን ነቶም ዚሰምዑኻን መታን ክተድሕንሲ፣ ነዚ ቓል ኣምላኽ ብቕንዕና እንታይ ግበሮ? ሓዞ። ፍቕዲ ዓሰርተ ሽዱሽተ፣ ደጊመ ኸም። ንርእስኻ፣ ንገዛእ ርእስኻን ነቶም እትህቦም ትምህርትን ተጠንቀቕ፣ ኣብኡ ጽናዕ፣ ንበር። ነዚ እንተ ገበርካ፣ ንርእስኻን ነቶም ዚሰምዑኻን ክተድሕን ኢኻ። ሕጂ መልሲ ናይ ፍቕዲ ሓደ ኣበይ ኣላ? ፍቕዲ ዓሰርተ ሽዱሽተ እያ ዘላ ማለት እዩ። ኦኬ። ኦኬ ስለምንታይ እዩ ንጢሞቴዎስ ከምኡ ኢሉ ምዒድዎ እንተተባሂሉ እቲ ዓንተወ ዘንበብናዮ ካልኣይ ጢሞቴዎስ ዘሎ ምዕራፍ ኣርባዕተ ኣነስ ጉያይ ወዲኤ ነታ እምነት ሓለያ ኢሉ ድተዛረቦስ ጢሞቴዎስ ከምኡ ተመኪሑ መታን ክሓልፍ ካብዛ ምድሪ እዚኣ ኢሉ ምዕዶ ደሎ ሕጂ እዚ ንመሃሮ ዘለና ንሕና ስለምንታይ ኢና እንተተባሂሉ ነቲ እምነት ሓሊና ክሳብ መወዳእታ ጉያይ ወዲኤ ነቲ ኣምላኽ ዘዳለወለይ ኣኽሊል ክብሪ ይጽበ ኣለኹ ኢልና መታን ክንምካሕሲ ጳውሎስ ንጢሞቴዎስ ዝመዓዶ ንዓና ከኣ ማዕዳናይ እንታይ ክንገብር ኣለና ነታ እምነት ክሳብ መወዳእታ ኣጽኒዕና ክንሕዛ ኣለና ንምንታይ እቲ ኣምላኽ ዘዳለወልና ኣኽሊል መታን ክንቅበል ያ ኦኬ ሕጂ ቀዳማይ ጢሞቴዎስ ኣብኣ ኮላ እዛ ንዛረበላ ዘለና ካብ ፍቕዲ ሓደ ክሳብ ፍቕዲ ሓሙሽተ ብዛዕባ እንታይ እዩ ዝዛረብ እንተተባሂሉ መጠንቀቕታ ብዛዕባ ክሕደት ካብ ፍቕዲ ሓደ ክሳብ ፍቕዲ ሓሙሽተ ምዕራፍ ኣርባዕተ ዘሎ ካብ ፍቕዲ ሓደ ክሳብ ፍቕዲ ሓሙሽተ ብዛዕባ መጠንቀቕታ ካበይ ካብቶም ትምህርቲ ክሕደት ኢሉ ተዛሪብዎ ኣሎ ካብ ፍቕዲ ሽዱሽተ ክሳብ ዓሰር ሽዱሽተ ዘሎ ዘሎ ሓሳብ ካብ ብዛዕባ እንታይ ይዛረቦ ንጢሞቴዎስ እተዋህበ መምርሕታት እዩ እሱ ኸ እንታይ እዩ ንሱ ኸ እንታይ እዩ ንሱ ክጥንቀቕ ከም ዘለዎ ኢሉ እተማዕዶ ሕጂ ፍልልየን ክንርኤን ኢና ኣብ ክልተ እሶም ግና ንስኻትኩም ግና ኢሉ ጳውሎስ ዝፈለየሉ ንጢሞቴዎስ ኣሎ እቶም ካብ እምነት ዝወፁ ሰባት እንታይ እንታይ ባህርያት ኣለዎም ኣብኡ ተዛሪቦም ኣሎ ናብ መናፍስቲ ስሕተት የቕልቡ። እዞም ካብዛ እምነት ዝወጹ ሰባት ናብ ትምህርቲ ኣጋንንቲ ይስዕቡ። ሕልንኦም ብመዓለም እተዓለመ ይኸውን። ኣብ ፍቕዲ ክልተ ዘሎ ማለት እዩ። ኣብ ምምሃር ሓሶት ይምርኰሱ፣ ነቲ ሓቂ ብዛዕባ እቲ ፍጥረት ኣምላኽ ይነጽጉ፣ ካብ እምነት ይወጹ፣ ነቲ ሓቂ ኣብ ሓቂ ኣይጸንዑን እዮም። እቲ ናይ ኣምላኽ ሰብ ግን እንታይ ዝገብር? ንሕና ግና እንታይ ኢና ክንገብር ተጸዊዕና ዘለና? ነቲ ሓቅታት እቲ እምነት ይምገብዎ። ነታ መጽሓፍ ቅዱስ ዘሎ ሓቅታት እንታይ ትገብሮ? ትምገቦ። ሰናይ ትምህርቲ ትስዕብ፣ ንርእስኻ ኣምልኾ ተልምዳ፣ ንኣመንቲ ኣብነት ትኾኖም፣ ንርእስኻ ነቲ ቅዱስ ጽሑፍን ነቲ ሓንቲ ትምህርቲ ኣምላኽን ይውፍያ፣ ርእሱስ ነቲ ሓንቲ ዝኾነት ትምህርቲ ኣምላኽ ርእሱ ይውፍይ፣ ንህይወቱን ንትምህርቱን ይጥንቀቕ፣ ኣብዚ ነገር እዚ እንታይ ትገብር ትጸንዕ። ሽዑ እንታይ ትርገብር እንተ ተባሂሉ፣ ናይ ዘለኣለም ህይወት ዝበሃል ትረክብ። ንጢሞጢዎስ እዚኣ እዩ ምዒድዋ፣ ምዕራፍ ኣርባዕተ ዘላ። እዚ ማለት እዚ ምዕራፍ ኣርባዕተ እዚ ሰባት ካብታ እምነት ክወጹ እዮም ኢሉ ብዛዕባኡ ተዛሪቡ ኣሎ። ብምሉኡ እዩ ዝጅምር። ምውድኡ ከኣ ንህይወትካን ንትምህርትኻ እንታይ ግበር? ተጠንቀቕ። ኣብዚ እንታይ ግበር? ጽናዕ ኢሉ እንታይ ገይርዎ ንጢሞጢዎስ? ምዒድዎ። ኦኬ እሞ ስለዚ ክሕደት ሲ ብስቕ ኢልካ ኖርማል ብሓንቲ መዓልቲ ዝመፅእ ጉዳይ ኣይኮነን ሓደ ሰብ ሲ ኣነ ሞ ሓደ ዶ ኮይነ እየ ገሊልካስ ዘፍርሓካ ነገር ሲ የለ ክሕደት ብሃንደበት ዝመፅእ ኣይኮነን ብንጹር የርኢ ኣሎ። ሰባት ካብቲ እምነቶም ዝወጽኡ፣ እቶም ሰባት ነቲ ናይ እምነቶም ክዕቅብዎ ነገር ምዕቃብ ደው ስለ ዘበሉ እዩ። ካብ ሓቂ፣ ማለት ፍቕዲ ዓሰርተ ሽዱሽተ ቁጽሪ ዓሰርተ ሽዱሽተ ዘሎ፣ ነቲ ተግባር መፍትሒ ስለ ዝሰኣንሉ እዮም። ሕጂ እንታይ ስለ ዝኾነ እዮም ተተባሂሉ ነዚ ቃል ኣምላኽ ሸለል እንዳበልዎ ሸለል እንዳበልዎ ሸለል እንዳበልዎ እንዳኸዱ እንዳኸዱ ክኸዱ ከሎ ኣብ መጨረሽትኡ እዩ ጥፍኣት ዝመጽእ ደኣ እምበር ጥፍኣት ምጽእ ኢሉ ብሓንቲ መዓልቲ ዝመጸካ ነገር ኣይኮነን። ክትምለሰሉ እትኽእል መሰረት እኳ እንታይ እንተ ተባሂሉ ናብቲ ጽሑፋት እንታይ ግበር ተመለስ ናብቲ ትምህርቲ ሃዋርያት ጥበቕ ኦኬ እዚኣ ፍቕዲ ሸውዓተ ወዲእና ኣለና እዚኣ ሳምሩ ጽሒፋትና ነበርቲ ፍቕዲ ሸውዓተ ፍቕዲ ሸሞንተ ክንታይ ትብል ካብቲ ሓቂ ናይ ምውጻእ ነታ እምነት ሓለያ ሰባት ኦኬ ካብቲ ሓቂ ናይ ምውጻእ ነታ እምነት ሓያሎ ሰባት ናይ ምግምጣል ዓቢ ሓደጋ ኣለዋ ካብዚ እምነት እንተ ወጺኻስ ንገዛእ ርእስኻ ጥራይ ኣይኮነን ሕማቕ ነቲ ዝወጸ ሰብ ጥራይ ኣይኮነን ሕማቕ ንናይ ብዙሓት ሰባት እምነት ናይ ምግምጣል ከኣ እንታይ ኣለዎ ዓቢ ሓደጋ ኣለዎ ሕጂ ሓደ ሕማቕ መምህር ክትርኢ ኮለኻስ እንተ ስቕ ኢልካዮስ ሓደ በይኑ ኣይኮነን ዝጠፍእ መዓት ሰብ ከኣስ ክለኻኽም እዩ ንብዙሓት ሰባት ከኣ ከጥፍእ እዩ ሕጂ ሕማቕ ትምህርቲ ክትርኢ ኮለኻስ ክትዕጎሰስ የብልካን ብዙሓት ሰባት እንታይ ክገብር እዩ ከጥፍእ እዩ ኦኬ ቅዱስ ጽሑፍ 17 ኣብ ካልኣይ ጢሞቴዎስ ኢና ሕጂ ሎም መዓልቲ ክንቅጽላ ካልኣይ ጢሞቴዎስ ምዕራፍ 2 17 18 ርኢና ክንውዲ ኢና መሲ ሰዓት ክንደይ ከም ምዃኑ ግን ኣይፈለጥኩን ኣለኹ ናይ ምውዳይ ሰለስተ ደቂቅ ኦኬ እሞ ንወደ እሞ ሽዑ ክስታይ ንገብራ ምዕራፍ ፍቅዲ ሸሞንተ ካልእ መዓልቲ ንርእያ ኦኬ ምዕራፍ ኣርባዕተ እንታይ ኢና ርኢና ንትምህርቲ ኣጋንንቲ ዝስዕቡ ንኻልእ ዝስዕቡ ኣለዉ ንሕና ግና ንኸምኡ ተጸዋዕናን ኣምላኽ ኣብተን ቅዱሳት ጽሑፋት ኣብ እንታይ ግበሩ ኣቕልቡ ኢሉ እዩ ድምዕደና ደሎ። ከም መልሲ ከንብባ እንዴ ብኡ እናዘከርና እንታይ ክንገብር ኢና መሲልኩም? እቲ ንሕና ክንገብሮ ዝግብኣና እናሓሰብና ብኡ ክንጽሊ ኢና። እንታይ ኢሉ ተዛሪብዎ ንጢሞጢዎስ? ንሓቅታት እቲ እምነት ይምግብ። ሕጂ ሰሉስ ባይብል ስታዲ ክትከይድ ከለኻ ናይ ንግሆ ጸሎት ክትመጽእ ከለኻሲ ንህዝቢ ኣምላኽ እንታይ ኢኻ ትምግብ እንታይ ቃል ኣምላኽ ሒዝካሎም ክትመጽእ ኢልካ ክትሃርፍ ኣለካ ስለምንታይ እዚ ናይ ኣምላኽ ሰብ እንታይ እንታይ ድገብር ድብለና ኣሎ ንሓቅታት ኖ ኖ እወ ንሓቅታት እቲ እምነት ይምግብ ሓቂ ዝኾነ ቃል ኣምላኽ ሒዝካ ዝመጽእ ርዝነት ዘለዎ ንሕዋትካ ዝሃንጽ ከምዚ ኢልና ክንጽሊ ኢና እዚ ክንጽልየሉ ኢና ድብለኩም ዘለኹ ሓሳብ እዩ ሰናይ ትምህርቲ ይስዕብ ርእስኻን ንርእስኻ ኣምልኾ ኣላምዳ። ንኣመንቲ ኣብነት ኩን። እዚ ነገር እዚ እናሓሰብና ክንጽሊ ኢና ኣጆኹም። ንኣመንቲ እንታይ ክትከውን ኣብነት ክትከውን ብዝኾነ ነገር ንርእስኻ ብቅዱስ ጽሑፋትን ነቲ ሓንቲ ትምህርቲ ኣምላኽን ወፍያ። ንግሆ ክትመጽእ ከለኻስ ርእስኻስ ንመን ወፊኻ ኢኻ መጺኻ? ሰሉስ ክትመሃር ከለኻ፣ ሓሙስ ክትመሃር ከለኻስ ርእስኻስ ንመን ወፊኻ መጺኻ ኣለኻ? ንኣምላኽ ርእስኻ ወፍያ። ንህይወትካን ንትምህርትኻ እንታይ ግበር? ተጠንቀቕ። ኣብዚ እንታይ ግበር? ጽናዕ። ሕጂ ኩሉ መዓልቲ እሞ እንታይ ክንገብር ኣለና? ሳክት ብዝኾነ ነገር መጺና ሓሳብ ሃብ ክትበሃል ከለኻ ስቕ ኢልካ ድመሰለካ ደይኮነስ ንህዝቢ ኣምላኽ ክሃንጾም ኢልካስ ኣጽኒዕኻ ምጻእ፣ ጸሊኻ ምጻእ። ገለ ነገር ልዕል ልበለ ፍልጠት ክተፍልጦም ንሕዋትካ ኢልካ ሕጂ ምባለ ከም ኣገልገልቲ ኣምላኽ ኮይና ንጸሊ ኣምላኽ ንቃሉ ይተግሃሉ ከም ዝፍጸም ይገብሮ ንጢሜጢዎስ ካልእ እንታይ ኢሉ ተዛሪብዎ እንተ ተባሂሉ ነዚ ቃል ኣምላኽ ብቅንዕና ክትሞቅሎ እንታይ ግበር ጸዓር ምምቃል ማለት እንታይ እንተ ተባሂሉ ሓደ ነገርሲ ብቅንዕና ክትመርጾ ፈረሳውያን ሓደ መዓልቲ ብቅንዕና ነዚ ቃል ኣምላኽ ኣይመቐልዎን። እንታይ ክገብሩ ጀሚሮም እንተ ተባሂሉ፣ ነዚ ናይ ኣምላኽ ነገር ገዲፎምሲ ሓደ ዕሽር እንተ ኸፊሉ፣ ነቶም ፈረሳውያን ዝጠቅም ዘበለ ገለ ነገር እንተ ገይሩ፣ እዚ ናይ ኣምላኽ ነገር ገለ ነገር ጌርካ ጸገም የብልካን፣ ሓጢኣትካ ተሓዲግልካ ኣብልዎ። እዚ ዓቢ ናይ ኣምላኽ ነገር ፈሪሱ ንዕኦም ስኽፍ ኣይብሎምን'ዩ። የሱስ ክርስቶስ መጺኡ ሓደ ነገር ነጊርዎም፣ እቲ ዘይምሕዳግ እቲ ከኣ ዘይምግዳፍ እዩ ኢልዎም። እንታይ ክገብሩ ነይሮም? እቲ ናይ ኣምላኽ ነገር ናይ ኣምላኽ ነገር ልክዕ ክኸውን ኣለዎ፣ እቲ ንዕኦም ዝግባእ ከኣ ልክዕ ነገር ክኸውን ኣለዎ። ፈረሳውያን ግን ነዚ ነገር ምስ ገበሩ ኖኖኖኖ ልክዕ ኣይትገብሩን ኢኹም ዘለኹም ኢልዎም። ሕጂ ኣምላኽ ከኣ እንታይ ደልየና እንተተባሂሉ ነዚ ቃል ኣምላኽሲ ልክዕ ዝኾነ ምግላጹ ክርከበልና። ንኣምላኽ ምግላጽ ቃል ክሃበኒ ኢልና ንጸሊ ጎይታ ንልምነካ ኣለና ሎማዓንቲ ኩላትና ተሲና ብግርህና በቃ ኣምላኽ ንዞም ዝጠፉ ክንጠፋ እንደልና ንሕና ግና ኣሰር ኣሰር እቶም ጽድቅን ቅድስና ንኣምላኽ ዝፈርሁ ሰባትን ክንስዕብ ንኣምላኽ ዝፈርህ ልቢ ክህልወና እዚ ኩሉ ኮስት ጌርካ ናይ ዘለዓለም ህይወት ተደይትረክብ ኩንካ እንታይ ይዓብስ ጎይታ ካልእ ድምፂ ዘይኮነስ ድምፅኻ ክሰምዓካ ጎይታ ንስኻ ትብሎ ጎይታ ክሰምዕ ርድኣኒ ኣባጊዐይ ድምፀ ይሰምዓ ተባሂሉ ተፃሒፉ ኣሎ ካብቲ ካልእ ድምፂ ግና ይጋልባ ከም ተባሃለ ጎይታ ሎም መዓልቲ ኣእዛና ክትከፍቶ ንልምነካ ኣሎና ንቃልካ ጥራይ ክነቐልብ ጎይታ ኣብ ካልካ ዘሎ ምስጢራት ክንፈልጦ ጎይታ ደግፈና ከምቲ ሂዋን ዘስከዓ ጎይታ ከምኡ ከይንሸክዕ ዎው ኣቦ መስተውዓሊ ልቢ ፍጠረለይ ቅዱስ መንፈስ ካብ ውሽጠይ ሓድሶ ጎይታ ካብ ድቃስ ዘበለ ኩሉ ኣበራብረና ጎይታ ዘመንና ንፈልጠሉ ምስትውዓል ሃበና ጎይታ ብጌታናን መድሓናን በየሱስ ክርስቶስ ስም ኣታ ደቂስካ ዘለካ ተበራበር ክርስቶስ ካብ ሙታን ከተንስኣካ እዩ ተባሂሉ ተጻሒፉ እዩ እሞ ኣሕዋተይ ሎማዓንቲ ምትንሳእ ክኸውን ንህዝቢ ኣምላኽ እስከ ንጸሊ ኣብ ዩቲብ ዝኾነ ነገር ዝመጽእ ንኣምላኽ ዘፍርስ ዘበለ ሓሳብ ኩሉ በየሱስ ክርስቶስ ስም ይፍረስ ንቃል ኣምላኽ ንሱ ዳይልክተሩ ክኸውን ዝደሊ እዚ ተጋግዩ እዚ ኸኣ ክዕረ ኣለዎ ኢሉ ዝዛረብ ዝኾነ ዓይነት መንፈስ በየሱስ ክርስቶስ ስም ንቃወሞ ኣለና። ቃልካ ሓቂ እዩ ጎይታ፣ ቃልካ ሓቂ እዩ ጎይታ፣ ቃልካ ሓቂ እዩ ጎይታ፣ ቃልካ ሓቂ እዩ ጎይታ። ጂሰስ ጂሰስ ጂሰስ ጂሰስ Jesus ምግላጽ ቃልካ ሃበና ጎይታ ምግላጽ ቃልካ ሃበና ጎይታ ንቃልካ ብልክዕ መቂልና ክንክእሎ ደግፈና ጎይታ ኣብቲ ሕማቅ ዘመን ኣብቲ መወዳእታ ዘመን ኢና ዘለና ካብቲ ክፉእ ወለዶ ሓልወና ጎይታ ካብቲ ዘይእዘዝ ወለዶ ጂሰስ ጂሰስ ጂሰስ